ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናል ቤተሰብ በብዘለኹምዎ ሰላምኩም ብዝሕ ትረፍ ይበለለይ። እንኳዕ ድማ ናብ ቻናለይ ብሰላም መጻኹም። ክብራት ሕዋተይ ንሎማዓንቲ ሒዘልኩም ዝመጻኹ ቪድዮ ከዓኒ ገዛኺ ኣበይ በጺሑ ኢልኩም ንዝጠየቅኩምኒ ኣነ እውን ተሰሪሑ ምስ ተወደአ ዋጋ ዝርዝር ሒዘልኩም ክመፅእ እየ ኢላ ቃል ኣትልኩም ነይራ። ብቃለይ መሰረት ድማ ሒዘልኩም ደበ ክይደ ኣለኹ ማለት እዩ። ኣብ ምንታይ ደረጃ በፂሑ እስካብ ዝሐዝኻ ኣጠቃላይ ክንደይ ውድእ ንዝል ሓንቲ ብሓንቲ ከይወሰኩ ከይቀንስኩ ክነግረኩም እየ ማለት እዩ። ክብራት ኣሕዋተይ ገዛ ተስራሓ ዘለኽን ኣሕዋት ወይ ከዓ ኣሕዋት ማለት እዩ ብጣዕሚ ትምህርቲ ይኾነኩም እዩ ንገዛኹም ክንደይ ኩንታል ስሚንቶ፣ ሑጻ ናይ ሰራሕተኛ፣ እዚ ናይ ገመድ ኤሌክትሪክ መጀመርያ ሕዚ ገመድ ኤሌክትሪክ ጌርካ ኢኻ ወደ ትልምጾ እና ድሞ ናይ ማይ ናይ ሽንቲ ቤት ክኸውን ይኽእል ናይ ክሽነ ክኸውን ይኽእል ብቻ ሓፈሻዊ ብዙሕ ወጻኢታት ኣሎ። ሕድሕድ ነናይ ባዕሉ ወጻኢታት ነናይ ባዕሉ በዓል ሞያ ሰራሕተኛ የድልዮ እዩ። ሓንቲ ብሓንቲ ክነግረኩም እያ። ሰናይ ጻኒሒት ክብራት ኣሕዋተይ ንቻናለይ ሓደሽቲ ዝኾንኩም ሳብስክራይብ ግበሩ ነባራት ዝኾንኩም ከዓ ላይክ ሸር እናገበርኩም ንኸተበረታትዑኒ ብትሕትና እየ ዝላቦ ላይክ ሸር ንትገብሩለይ ከዓ ካብ ልቢ እየ ዘምስግን ደቂ ዓበይቲ ወይ ማዕረይ ማለት እዩ። እሺ ናብቲ ቪድዮ ክኸይድ ከለኹ ብመጀመርያ ያው ዝገዛዚ ካብ መጀመርያ ካብ ሰረት ክስረት ከሎ ክንደይ ከም ዝወደእ ነጊረኩም እያ ናይ ሕዚ ነግረኩም ናይ መለመፅ እና ናይ መግረፍ እያ ክነግረኩም ክልተ ግዜ ክልተ ዙር ተለሚፁ እኒሆ መጀመርያ ግርፍያ ይበሃል ይኾነ መጀመርያ ይንዳቕ ካብኡ ከዓኒ ይግረፍ ካብኡ ከዓ ይሙላእ ካብ መበል ሳልሳይ ከዓኒ ፊኖ ትገብርዎ ወይ ከዓኒ ፊኖ ገዲፍኩም ቻክ ወይ ከዓ ጅብሰን ዝበሃል ትገብርዎ ማለት እዩ ኣነ ንግዚኡ እንትን እየ መሪፀ እኒኹ እዚ ፊኖ ክገብሮ ብስሚንቶ ብዛሓ ቢላ ሑፃ ብደንብ ነፍየ ለማፅ ክገብሮ ካብኡ ከዓ ንቀለም ዝግጁ እየ ክገብሮ ቻክ ቆንጆ እንድዩ ናይ ቻክ ጥቕምና ጉድኣት ክነግረኩም ብዚ ኣጋጣሚ ቻክ ገዛ ክንሓዚ ቻክ ይትፈልጣ እዚ ፊኖ ይትፈልጣ በቃ ጥራሕ ገዛ ይስራሓሉ ኢልክን ስኢልክን ሓፈሻዊ ጥርቅምቲ ለሕዋት ኣለኽን ቻክ ማለት ንመልክዑ ብጣዕሚ እዩ ለማፅ ሸታሕታሕ እዩ ዝብል ከምዚ ሰራሚክ ደየለይ ልክዕ ከም ሰራሚክ ሸታሕታሕ እዩ ዝብል ብጣዕሚ ለማፅ እዩ ንክትሪኦ ፅቡቅ ንክትሕዘላ ለማፅ እዩ ንቀለም እውን ብጣዕሚ እዩ ዝሕግዘካ ብዙሕ ቀለም ኣይውድእን ማለት እዩ ግን ጉድኣቱ እንታይ እኒህዎ ሓዚ ንኣብነት ገዛ ክንህድም እንድሕር ኮይኑ ከምዝናየይ ማለት እዩ ብላዕሊ ማይ ይኣትዎ ዶ ወይ ኣጋጣሚ ቅብጣ ሕዘ ክረምቲ ብርቱዕ ማይ እንተልዩ ዕስራ ኣርባዕተን ሰዓት ማይ ዘውዑ እንተልዮም ክርህድ ይኽእል እቲ ናይ ላዕሊ ሓደ ወይም ደሞ ንእሽተይ ነገር ኣብ ዝኾነ ፓርቲ ክዕቁ ይኽእል ብኡ ልክዕ ማይ እንድሕር ዝኣተወ ኮይኑ ክበላሸወክን እዩ ከምዚ ይዕምር ይረስሕ ካልእ ሕብሪ እዩ ዝሕዝ ካልኣይ ኪሳራ ትኾና ኣለኽን ማለት እዩ ካብኡ ከዓ ብጎንኽን ንስኻትክን ብውሽጢ ተልምጾ እቲ ክላብ እቲ ሓደ ጎድኒ ካልእ ሰብ እንድሕር ኣልእዎ እንድሕር ሰሪሕ ዘይወዲኡ ክሰርሕ ከሎ ማይ ከስቲ ከሎ ናብቲ ገዛ እንድሕር ዝኣቱ ኮይኑ እቲ ቸክ ወይ ከዓ ጅብሰን ይበላሾ ኣሎ እምበር ካልእ ኪሳራ ዋላ ሓንቲ የብሉን ንመልክዑ ብጣዕሚ ቆንጆ ዝረዝሮ ሕፅር ብዝበለ ጥንካረ ግን ስሚንቶ እዩ ጠንካራ ማለት እዩ ስሚንቶ ግን ንእሽተይ ሑፃ ስለ ዝሓውስሉ ብዙሕ ዘይክለምፅ ይኽእል እምበር ካሊእ ወላ ሓንቲ ወላ ሓንቲ ግን ጥንካሬ መን ከም ስሚንቶ ማለት እዩ ማይ ነኺዕዎ ይባላሸወን ምንም ኮይነ ይባላሸወን ስለዚ ኣነ ልሾ እየ ክገብሮ ቻክ ኣይማረፅኩ ስርባሕ ኣይበለንን ሓቂ ምዝራብ ናይ ተወፃኢታቱ ሲ ያው እዩ ብዙሕ ትርፊ የብሉይ ዳርጋ ሓደ እዩ ግን ታም ዝኾንኩ እዚ ጅብሰን ኣይተረኣየንን ኣብ ላዕሊ ብርግፅ ጌጣጌጥ ተገብረለያ ብሙሉእ ግን ቻክ ኣይገብሮን ንፊኖ ዝግጅ እዩ ክኸውን ስለዚ ክብራት ኣሕዋተይ መጀመርያ ነዲቆየ እያ ኣብ መንደቂ ኣብ መንደቂ ማለት እዩ ንኣርባዕተ ክላስ ንሰለስተ ክላስ መከፋፈሊ ሳሎን መደቀሲ እና ክሽነ ካብኡ ሽንት ቤት ክልተ ሽንት ቤት እና ሳሎን መደቀሲ ክሽና እታ ሰርቪስ ቅድሚ ሓዚ ተኸፊላ ጸኒሓ እዚኤን ንኸኸፋፍል ዓሰርተ ሽዱሽተ ዓሰርተ ሽዱሽተ ኩንታል ስሚንቶ ብሎኬት መስርሒ ሓሙሽተ ከባቢ ሽዱሽተ ሚእቲ ብሎኬት ወዲእኑ ማለት እዩ ዓሰርተ ሸውዓተ ኩንታል ከዓኒ ንመንደቕ ማለት እዩ ዝሮ ዝሮ ኣጠቓላይ እስካብ እስካብ ዒስራይ ሓሙሽተይ ኣከባቢ እስካዕ መንደቂኡ እና እስካብ ብሎኬቱ ሲ እስካብ ዒስራይ ሓሙሽተን ኣከባብስ ወዲኡኒ እዩ ማለት እዩ። ካብ ዒስራ ሓሙሽተ እስካብ ዒስራን ሽዱሽተን ኩንታል ስሚንቶ ወዲእኒ ካብኡ ናይ ዒስራ ሓሙሽተ ናይ ዒስራ ሽዱሽተን ዝለኩም ዘለኹም ደሞ ብቲ ከባቢኹም ዘሎ ስሚንቶ ሕሰብዎ ዒስራ ሽዱሽተ ኩንታል ክብለኩም ከለኹ ናይ ብሎኬት ሰሪሓ ካብኡ ከዓኒ መንደቒ መንጸፊ ማለት እዩ ነቲ መንደቒ ዝኣቶ ንኹላ ሙሉ ዕስራ ሽዱሽተ ወዲ እየ ዝብለኩም ዘለኹ ናይ ውሽጣ ውሽጡ እዚ ገይረ ምስ ወዳእኩ ከዓኒ ምስ ደረቐ ናብ ግርፊ ኣቴ ንመግረፊ ከዓኒ ይኢ መረባ ብምሉኡ መረባ ብምሉኡ ናተይ መረባ ብደገ ሕዚ ንኣብነት ወሰን ፅርግያ ደይ ንሄን ኣንጎሎ ዝበሃል ብኡ ሐዚ ሓደ ሳይዝ እንድሕር ሰብ ዘይብልኩም ብዙሕ እዩ ዝውደኣኩም ቢያንስ ሓሙሽተ ሽዱሽተ ኩንታል ክውደኣኩም ይኽእል ናይ ሰራተ ናይ ሰራሕተኛ እውን ብኡ ልክዕ እስኻትክን ኣብ ማእኸል እንድሕር ዘይኮንክን ኣብ ኣንጎሎ እንድሕር ዘይኮንክን ግን ብቲ ሓደ ሳይዝ ሰብ ስለ ዝንሄዎ ኣይትልሙፀን መረባ ውሽጢ ኢኽን ብቻ ኢኽን ተልምፀ ናተይ ኣንጎሎ ስለ ዝኾነ ብኹሉ እየ ለሚፀዮ ስለዚ ኣብ መግረፍና ኣብ ሙልኢት ክንደይ ኩንታል ስሚንቶ ወዲእኒ እንተልክን ማለት እዩ ክብራት ኣሕዋተይ ዕስራን ሽዱሽተን ክድመር ሸሞንተ ክንደይ ይኸውን ኣሎ? ሰላሳን ኣርባዕተን ይኸውን ኣሎ። ሸሞንተ ናይ መግረፊ ዕስራን ሽዱሽተን ከዓኒ ናይ ልሾ ማለት እዩ። ልሾ ብጣዕሚ እዩ ዝውድእ፣ ምክንያቱም እቲ ሓባት ግዋት ክተስተኻኽል ውሃልክ ማዕረ ክትገብር፣ በዛ ላይ ደሞ ትዝባን ህድም ብዙሕ ሓባት ግዋጥ ኣለዎ እዩ። ንሱ ሙልኢት ንክትገብር ብጣዕሚ ስሚንቶ ይውደካ እዩ። ስለዚ ዕስራን ሽዱሽተይ ዕስራን ሽዱሽተን ክብለኩም ከለኹ ግን ማለት እዩ ብትወሰን ፅርግያ መረባ ብሙሉእ እዩ፣ ምንም ዝቃረይ ነገር የለይ። ብምልእታ እያ ማለት እዩ። ሓዚ ንስኻትክን ብወሰን ኣንጎለን ድሕር ዘይኮንክን ቢያንስ ናብ ዕስራን ሰለስተን ወይ ናብ ዕስራን ክልተን ክኣኽለክን እዩ ሰለስተ ኣርባዕተ ዝተቐልያ ትኽእላ ይኽን እና እስካዕ መግረፊኡ እስካብ ሰላሳን ኣርባዕተን እስካብ ሰላሳን ሓሙሽተን ኩንታል ዘሎ ይውድአክን ናይ ስሚንቶ ዋጋ እየ ዝብለክን ሑፃ ከዓነየ ግማሽ ቢያጆ ክኣኽለክን ይኽእል ግን ግማሽ ቢያጆ ኢልካ ይመፅእ ዶ ይመፅእ ንባኻትኩም ክገድፎ እየ ምግዛእኩም ዘየቕረብኩም ሓደ ቢያጆ ተግርፍ እሞ ንደሓር ኢለ ይኾነኩም በር ግማሽ እውን ይኣኽለኩም እዩ ካብ ግርፍያ እስካብ ልሾ ማለት እዩ ዋጋ ባዕልትኹም ደምርዎ ኣነ ሕዚ ስሚንቶ ብሽሕን ሰለስተ ሚእትን እየ ገዚኦዮ ንስኻትኩም ከዓ ኣብዚ ሕዚ ግዜ ሽሕ ሓሙሽተ ሽሕ ሸሞንተ ይበሃል ኣሎ እና ዋጋ ንስኻትኩም ደምርዎ ኣነ ግን በዝሒ ክነግረኩም ማለት እዩ ካብኡ ከዓኒ መጀመርያት ይንዳእ እሞ ካብኡ ይግረፍ ድሕሪ ግርፊት ዘሎ ማለት እዩ ክብራት ኣሕዋተይ መብራህቲ ዝበሃል ኣሎ መብራህቲ ሕዚ እናበሰዓኻ ወይ ከዓኒ ከምዚ እናቐደድካ ውሽጣ ውሽጡ መብራህቲ ይኣቱ ሓዘፍቲ መብራህቲ ዘመናዊና ባህላዊ ዝበሃል እኒሆ ባህላዊ ዝበሃል ንሳቶም ንዓኣቶም ባህላዊ ተቲ ናይ መብራህቲ ሰራሕተኛ ባህላዊ ክገልፀለይ ከሎ ጎና ጎኒ ብቻ ጎና ጎኒ ክብለኩም ከለኹ ብውሽጢ ሰራሚክ ዘይሓልፍ ብውሽጢ ምንድሬተት ዘይሓልፍ ብዙርያ መላሽ መንደቕ ብቻ ካብኡ ከዓኒ ሓዚ ሳሎን እቶ ክትምልኡ ከትብሉሲ ብሓንቲ ሳይዝ መብርህና መጥፍኢ ብሓንቲ ሳይዝ እዚ ሶኬቱ ግን ብሓንቲ ሳይዝ ኩሉ ክላሳት ከምኡ ማለት እዚ ብባህላዊ ገሊፅለይ እዚ ዘመናዊ ዝበሃል ደሞ ማለት እዩ ብትሕቲ ሰራሚክ ዝሓልፍ ብትሕቲ ሰራሚክ ማለት ብቲ ምንድብሬት ምንድብሬት እኒሀዎ ዶ ኣብቲ ትሕቲ ምንድብሬት እሲ ብላዕሊ ሰራሚክ ስለ ዘለዎ ብታሕቲ ደሞ ገመድ ይሓልፍ ንምንታይ ገመድ ንሱ ይሓልፍ ተልኩም ቀዳማይ ነገር ናይቲ ኤሌክትሪክ ናይ ምቅፃል ደረጅኡ ትሕት እዩ ብቀሊሉ ኣይቃፀልን ኢሎም ገሊፆምለይ ካልኣይ ከዓንይ ሕዚ ኣብ ውሽጢ ዙርያ ምላሽ ሕዚ ኣብ ሓንቲ ሳሎን ኣብ ዓሰርተ ቦታ ሰብ ከይትገብሩ ተኮይንኩም ወይ ከዓ ብኣርባዕተ እዩ ሳይዝ ነንሕድሕዱ መብርህ መጥፍን ክትገብሩሉ ተኮይንኩም ብትሕቲ ሰራሚክ ተሓሊፉ ፅቡቅ እዩ ንኩሉ ሳይዝስ ይኮነሉ ንዓይ ዘረድኣኒ ማለት እዩ እና ኣነ ሕዚ ብዘመናዊ ነዚ ስራሕዎ ብትሕቲ ሰራሚክ ንኣብነት ኣብዚ ናይ ናተይ ህድም ስለ ዝኾነ ጂም ላይት ስለ ዝግበሮ ንላዕሊ ስለ ዝወጽእ እቲ ገመድ ኣጠቃላይ ናይ ሰራሕተኛ ዝኸፈልኩሉ ዓሰርተ ሓሙሽተ ሽሕ እዩ ማለት እዩ። እዚ ከዓ ኣብ ዓድዋ እዩ ብከባቢኹም ክውሰኽ ቀንስ ይኽእል ክውሰኽ ቀንስ ይኽእል ብቻ ከም ድርድሩ እቲ ሰብ ስራሕ ተልእዎ ከኽብረልኩም ይኽእል ስራሕ ተዘይልእዎ ድማ ካብ ኮፍ ዝብል ኢሉ ከሕስረልኩም ይኽእል ዝሮ ዝሮ ናይ ቤተሰብ ስለ ዝሰርሖ ዓሰርተ ሓሙሽተ ሽሕ ኢልኒ ውረደዩ ይልኮኝ ከም ዘላ ይህበዮ ማለት እዩ ካብኡ ከዓንይ ዋና ነገሩ ናብቲ ገመድ እዩ ገመድ እቲ ቀዳማይ ማለት እዩ እቲ ቀዳማይ እስካብ ሓሙሽተ ሽሕን ክልተ ሚእትን እስካብ ሓሙሽተ ሽሕን ሰለስተ ሚእትን ሕድሕድ ኣቑሑት ካብ ሓንቲ ገዛ እንድሕር ትገዝኡ ኮይንኩም ዲስካውንት ይግበረልኩም እዩ ካብ ዋጋ ሓሙሽተ ሽሕ ናይ ሚእቲ ቅርሺ ካብ ዋጋ ሓምሳ ሽተ ቅርሺ ናይ ሓሙሽተ ናይ ዓሰርተ ቅርሺ ይቕንስልኩም እዮም ኣነ ሕዚ ከባቢ ናይ ሳላሳይ ገለይ ሽሕ ገዚኤሎም ኣብቲ ሓደ ቦታ ሓሙሽተ ሽሕን ሓሙሽተ ሚእትን ክሽየጥ ከሎ ኣነ ግን ኣጠቓላይ ስለ ዝገዛእኽዎም ናይ ክልተ ሰለስተ ሚእቲ ቅናሽ ገይሮምለይ ማለት እዩ እና እቲ ቀዳማይ ብኤምቲ ድዩ ገለ ዝበሃል ብቻ እቲ ቀዳማይ እየ ገዚአ ብሓሙሽተ ሽሕን ክልተን ብሓሙሽተ ሽሕን ሰለስተን ኢና ገዚእናዮ እ፣ ካብኡ ከዓ ገመድ ኣሎ እ፣ እዚ ጸሊም ገመድ ኮንዲት ማለት እዩ። ንሱ ከዓኒ ብሱሳ ቅርሺ ብቻ ሓፈሻዊ ክንደይ ወዲእ ተልኩምኒ ሓሙሽተ ሽሕን ሓሙሽተ ሚእትን ናይቶም ኮንዲትና ካብኡ ከዓ ምስቲ ኮንዲት ዝኣቱ ጎማ ኣሎ ንሃቱ ሓሙሽተ ሽሕን ሓሙሽተ ሽሒ ሓሙሽተ ሚእትን እንታይ እንታይ ጌርክ ተልኩምኒ ሓዚ ኣብ መደቀሲ ብዙርያ መላሽ መብርህ መጥፍእ ኣለዎ ብዙርያ መላሽ ሶኬት ኣለዎ ናይ ቴሌቭዥን ኣለዎ በቃ ናይ ኩላሙላ ኣለዎ ኣብ መደቀሲ እውን ከምኡ ናይ መደቀሲ እዚ ኣብ ሳሎን ማለት እዩ ናይ እንትን ኣለዎ ናይ ዋይፋይ ኣብ ሳሎን እየ ገይረዮ ካብኡ ከዓኒ በቃ ዙሪያ በል ናይ ሶኬት ኣለዎ እዚ ናይ ላዕሊ እውን ጅምላይት ዝግበሮ ንሱ እውን ብታሕቲ ሰራሚክ ክወፅእ ኩላምሉ ንኩሎም ክብራት ኣሕዋተይ ብወረቐት ተዘይፅሒፈዮ ዝርስዖ ነገር እኒሀዎ እንድዩ ናይ ዋይፋይ ኣሎ ናይ ካሜራ ኣሎ ካብኡ ከዓንይ እንታይ እዩ ዝበሃል እዚ ሐዚ ኣብ ደገ ኮይንክን እንዳ ዓረብ ተሪእኽንዮ ኮይንክንሲ ኣብ ደገ ኮይንክንስ ሐዚ በሪ ኳሕኳሕ ተብላ ዝኮንክንሲ ታይ እዩ ዝበሃል ኣምፃለይ እንዶ ስሙ ብቻ ከምዚ መደወሊ ነገር የላን ፅቕጥ ተብላ ከለኽንሲ ኣብ ውሽጢ ገዛ ጀራስ ማለት ጀራሽ ጀራስ እንዴ ዝበሃል ጀራስ ማለት እዩ ጀራስ ገይረሉ እያ ካብኡ ከዓ ኣብ ደገ ብዛ ናይ መብራህቲ ቋዕ ተብላ ከለኽን ድምፂ የስምዕዎ ዶ ካብኡ ንሱ ምን ምዃኑ እትሪኦ ድማ ብውሽጢ ንእሽተን ናይ ካሜራ ካሜራ ዘይኮነስ ካሜራ ኣብቲ መረባ ብቻ ካሜራ ማለት ናብ ሳሎን ዝኣቱ ናብ መደቀሲ ዝኣቱ ናብ ሰርቪስ ናብ ክሽነ ዝኣቱና ካብኡ ከዓኒ ናብ ፕላስ ዋን ናብ ፕላስ ቱ ዝኣቱ ብታ ደረጃ ስለ ዝኾነ ሓፈሻዊ ኣብታ መረባ እና ካብቲ መረባ ውፅእን ክብልን ክኣቱን ዝርኢ በቃ ኣብታ ካብታ መረባ ትርኢ ካሜራ ብቻ እየ ገይረ ናይ ደገ ካሜራ ማለት እዩ ካብኡ እዚ ናይ በሪ ካሜራ ዘለክን ዘለኹ ብደግ ዝመፀ ሰብ እዚ ጀራስ ከም ካሕኩሕ ከሎ ብጀራስ ገይሩ መን ምዃኑ ትሪኣሉ እኒሆ ኣብዚ ወይ ውሽጢ ሳሎን ክኸውን ይኽእል ወይ ከዓ ኣብ በራንዳ ኣብ ፅግዕ ዘሎ ሳሎን ክኸውን ይኽእል ንሱ- ምስኡ ገይራ ኩላ ምሉ ገይረ ስሪሓ እም፣ እስከ ሓሙሽተ ሽሕን ሓሙሽተ ሚእትን ይወዲኡ ናይ ኮንዲት ካብኡ ገመድ ከዓኒ ሓሙሽተ ጥምጣም እየ ገዚአ ክኣክል ዶ ይኣክልን ናረኣኹ ገዝአሊ ኢለ ሓሙሽተ ጥምጣም እየ ገዚአ እ፣ ሓንቲ ንክሽነ ኣርባዕተ ከዓ ነቲ ካልእ ናይ ክሽነ እስካብ ሸውዓተ ሽሕን ሺሕ ሓሙሽተ ሚእትን እዩ እቲ ረጒድ እዩ ዝግዛእ ምክንያቱ ናይ ክሽነ ብጣዕሚ ፓወር ስለ ዘለዎ ናይ ክሽነ ሽንቲ ቤት እቲ ረጒድ እዩ ካብኡ ከዓ እቲ ናይ ሳሎን ኖርማል መብራህቲ ቴሌቭዥን ፍርጅ ስኢሉ ናይ ሶኬት ናይ ስልኪ መሰኩዕ ገለ ምናምን ደግሞ ኖርማል እዩ ናይ ባዕሉ ደረጃ ኣለዎ እስካብ ሓሙሽተ ሽሕን ሰለስተን እዩ ማለት እዩ እና ኣጠቃላይ ኣጠቃላይ ሲ እስካብ ሰላሳ ኣርባዕትን ሽሕ የወዲእ ግን ኣብዚ ኮንዲት ክሓፅ ክንእስ ክውሕድ ስለ ዝኽእል ርግፀኛ ኣይኮንኩን ክንደይ ከም ዝውድ ደግሞ ምስ ተሰራሑ ነግረኩም እየ። ዋግኡ ግን ከምዚ ይመስል ማለት እዩ እና ኣጠቃላይ ሓፈሻዊ ክንደይ ገንዘብ ወዲእኹም ተልኩምኒ ማለት እዩ ካብታ ካበይ ሙያ ክጅምረልኩም ካብ ናይ ካንሸሎ ማዕፆ ጀሚራ ዝርያ ምላሽ እስካብ ዝንደቕ ውሽጡ ፊኒሽንግ እስካዕ ዝኸውን እስካብ ዝልመፅ እስካብ ናይ ሰራሕተኛኡ እስካዕ ኮንዲቱ በቃ ኩላ ምሉ ማለት እዩ እስካብ ኣርባዕተ ሚእቲ ሽሕ ወዲኦ ማለት እዩ ሑፃ እናፀፀሩ እዚ እንታይ ዝበሃል ሑፃ እውን ሑፃ ሕዚ ሓደ ቢያ ጀውሪዳ እያ ሕዚ ሑፃ ሕዚ ሓምሳ ሽሕ ሓሊፉ ነይሩ ኣነ ግን ብድሕና ግዜ ብዕስራ ገለ ሽሕ የውሪዶ እየና ስለዚ ከባቢ ኣርባዕተ ሚእቲ ሽሕ ማለት እዩ ዝሮዝሮ ክብራት ኣሕዋተይ ማለት እዩ ኣርባዕተ ሚእቲ ሽሕ ካብ ኣርባዕተ ሚእቲ እስከ ኣርባዕተ ሚእትን ሓምሳን ኣብታ ናይ ካንሸሎ ማዕጾሲ ናይ ቅድሚ ሕን ዝነበረኒ ገንዘብ ነይሩኒ እዩ ማለት ዕሩን ሂወዮ ዝነበርኩ ብዘይተዕርቡን እዩ ኣነ ቆፂሮዮ ዝሮ ዝሮዝሮ ግን ካብ ኣርባዕተ ሚእቲ እስከ ኣርባዕተ ሚእትን ሓምሳን ክውደአኩም እዩ ማለት እዩ ኣብዛ ደረጃ እዚኣ እስከ ትበፅሑ ማለት እዩ ደቂ ዓበይቲ ወይ

ንሱ ውን ድምሩ ናብኡ ክኣቱ እዩ ብቻ ግን ኣርባዕተ ሚእቲ ሽሕ ኢልኩም ሓዝዎ ናቱ ናይቲ ላዕላይ ኣውጽኦም ማለት እዩ ካብኡ ከዓኒ ማይ ኣነ ብጣዕሚ ክባር እየ ዝገዝእ ነይረ ንሓንቲ ጀሪካን እስካብ ዕስራ ቅርሺ ዝገዝአላ እያ ነይራ ብጣዕሚ እየ ተጎዲኣ ማይ ስለዚ ንሱ ንሱ ኩሉ ወፃኢታት ሓሲበ እየ እስካብ ኣርባዕተ ሚእቲ ኣርባዕተ ሓምሳን ዝብለኩም ዘለኹ ማለት እዩ ድሕሪ ሕዚ ከ እስካዕ ክንደይ ይቐርየኪ ንትብልኒ ደሞ ካብ ሕዚ ዝቐርየኒ ዘሎ ማዕፆና ሰራሚክ እዩ ማዕጾና ሰራሚክ እዩ ዝቀርየኒ ዘሎ ዝረዝሮ ናይ ማዕጾና ሰራሚክ እንዮ ናይ ሽንቲ ቤት እውን ኣይተገጠመን ናይ ሽንቲ ቤት ሕዚ እዚ ናይ መውዐይ በውለር ድዩ ገለ ዝብልዎ ናይ መውዐይ ናይ ሽንቲ ቤት እሱ ሕዚ ሓምሳ ሽሕ እዮም ዝብልዎ ብዓብዩ እንሄኩ መኡ ናይ ሽንቲ ቤት ሓምሳ ሽሕ ካብኡ ከዓኒ እዛ ናይ ሽንቲ ቤት ናይ መደቀሲ እዚ እዚ ኮፍ ኢልካ እዚ ሸሓነ ዘይኮነስ እዚ ብርኽ ኢልካ ትጥቀመሉ ናይ ሽንቲ ቤት ኣቕሓ ማለት እዩ። እስካብ ሙሉእ ኣክሰሰር ኣቑሑት እስካብ ሰላሳን ክልተን ሽሕ ነይሩ ቅድሚ ወርሕታት ሕዚ ክውስኽ ይኽእል። ሰላሳን ክልተን ሽሕ እንተኢልናዮ ምስ ናይ መውዐያ ሓምሳ ሽሕ እንተኢልናዮ ሰማንያን ክልተን ሽሕ ካብኡ ከዓኒ እዛ ናይ ደገ ሽንቲ ቤት ኖርማል እዛ ናይ ክልተ ሽሕ እያ ትግበራ። ስለዚ ሰማንያን ክልተን ንክልተ ሰማንያ ኣርባዕተን ያው ሰማንያ ሓሙሽተን ሽሕ በልዎ።

ናይ ውሽጢ ዓዲ ኮይኑ እቲ ቀዳመይቲ ለማጽ ማለት እዩ ካብኡ ከዓኒ እዚ እንታይ ዝበሃል ኣምፁለይ እዚ ማዕፆ ማለት እዩ ሰራሚክ ችግር የብሉ ተረኺብካ ትገብረሉ ኣይኮነን ደሞ ከወስድልካ ትነብርኻ ማዕፆ ግን ዘይቀር እዩ ማዕፆ ከዓኒ እስካዕ መስትያቱ እስካብ ሚእትን ሰብዓን ሽሕ ኢልኩም ሓዝዎ ዝሮ ዝሮ ናይ ባዕልትኽን ካሬ ይፈልዮ እዩ ናተይ ግን ብካሬ ሓስዮ እዩ እስካብ ሚእትን ሰብዓን ሽሕ ናይ መስትያቱ ግን ንሽዱሽተ ሸውዓተ ክላስ እዩ እስካብቲ ናይ ደረጃ እስካብቲ ናይ ሰርቪስ ናይ ወሰን ፅርግያ እውን ኣለዎ እስካብ ሽዑ እዩ ማለት እዩ እና ሚእትን ሰብዓን ኣብቲ እውን ናይ ሽንት ቤት ሚእቲ ናይ ሚእትን ሰብዓን ናይ ሰራሚክ እዚ ናይ ማዕፆ ናይ ሰራሚኩ እስካዕ መረብኡ እስካብ ክልተ ሚእቲ ሽሕ እተይልናዮ ሰለስተ ሚእትን ሰብዓን ሽሕ ማለት እዩ ስለዚ ኣብቲ ኣርባዕተ ሚእቲ ዒስራ ይገልን ጉን ናይ እንትን ነይሩ ናይ ሽንት ቤት ስለዚ ክንደይ ይኸውን ኣሎ ሰለስተ ሚእትን ሰብዓን እና ሰለስተ ሚእትን ሰብዓን እና ሚእትን ዒስራ ይገለይ ዝሮ ዝሮ ናብ ሓሙሽተ ሚእቲ ሽሕ ይኻደሎ ማለት እዩ በስመ ኣብ ፕራይስ ወይ ከባቢ ሓሙሽተ ሚእቲ ሽሕ ዝሮ ዝሮ ናይቲ ኣቕሓ ይውስኖ እዩ ክውስኽ ይቐንስ ይኽእል ሓሙሽተ ሚእቲ ሽሕ ክውስኽ ይኽእል ካብ ሓሙሽተ ሚእቲ ሽሕ እውን ክቐንስ ይኽእል ናይቲ ኣቕሓ ናይቲ ግዜ እዩ ዝውስኖ ማለት እዩ እና ዝሮ ዝሮ ሰራሚ ግን ከም ኣማራጭ እዩ እቲ ዘይቃሪ ግን ናይቲ ሽንቲ ቤት ነገራት እና ናይቲ ማዕፆ እዩ እሳተን ግን ዘይቃርያ ነገር እየን ከም እግዚኣብሔር ፍቃድ ደሞ ዝቀረባ ጊዜ ማዕጾ ክግጠም ተስፋ ንገብር ድሕር ድኣ ስሪሕና ኣሎ ማለት እዩ ስራሕ የለን ግን ስራሕ ድበይል ናብዛ ዓዲ ኮፍ ኢና ኢልና እኒና እና ደቂ ዓበይቲ ወይ ኣጠቃላይ ናብ ትሽዓተ ሚእቲ ሽሕ ይኸይድ ኣሎ ማለት እዩ እስካብ ሕዚ ኣርባዕተ ሚእቲ ሽሕ ወዲ ኢለኩም እየ እስካ ኣርባዕተን ሓምሳን ካብኡ ደሞ ካብ ሕዚ ዘሎ ደሞ ብግምት እዩ ክበዝሕ ክቐንስ ይኽእል ናይ ኮርኒስ እኒዮ ናይ ጂብሰ እኒዮ ብዝሕ ናይ ቀለም እኒሆ ናይ መብራህቲ እኒሆ መብራህቲ ትገብሩ ተኮይንኩም እዚ ዘመናዊ ኣምፖላት እኒሆ ግዛኻ ስራሕ ተልካ ብዙሕ ነገር ይስራሕ ናይ ውሽጢ ቀለም እኒሆ ናይ ደገ ኳርቲ ዝሓዚ ክልተ ሽሕ ሰለስተ ነይሩ ሓዚ ክልተ ሽሕ ሓሙሽተን በፂሑ እኒሆ ንሱ ንሱ ደሚርካ ዝሮ ዝሮ በቃ እስካብ ሓደ ሚሊዮን ክውድእ ይኽእል እስካብ ሓደ ሚሊዮን ያው እስካብ ሕዚ እስካብ ኣርባዕተ ሚእትን ሓምሳን በፂሑ እኒሄ ኢለኩም እያ ካብኡ ከዓንይ ብግምት ሓሙሽተ ሚእቲ ሽሕ ጌርናዮ እኒና ያው ሓደ ሚልዮን በልዎ ካብኡ ከዓኒ ኣነ ናይ ዙርያ ምላሽ ዓሰርተ ብ ዓሰርተ ኣርባዕተ ዙርያ ምላሽ ከክብብ ከለኩ እቲ ሒሳብ ኣብኡ ዘየእተኩ ወይ ዓሚ ስለ ዝሰራሕክዎ ነዚ ዘየእተክዎ ንሱን ካብ ሚእቲ ሽሕ ወዲኡ እዩ እስካብ ሓደ ነጥቢ ሓደ ትውደእላ ማለት እዩ ናይ ውሽጢ ፊኒሽንግ ብቲ ማእኸላይ ዕዳጋ እሞ ከዓኒ በዓልትኩም ጠጠው ኢልኩም ኣቑሑት ተከራኪርኩም በዓልትኩም ተገዚእኩም ስሚንቶ ከይዝረኣኩም ከፊልኩም ተስሪሕኩምዎ ሕደ ሕደ ኣቕሓ በዓልትኹም ተስሪሕኩምዎ እዩ ናይ ውሽጢ ፊኒሽን ካብ ሰራሚክ ካብ መብራህቲ ካብ ግዛዕ ምዝዑዝ ካብ ሓደ ነጥቢ ሓደ ዝለኩም ኣለኹም እምበር ንሰብ ኣስረሐለያ እንድሕር ትብሉ ኮይንኩም ክልተ ሚልዮን ሓደ ነጥቢ ሓሙሽተ እውን ዘይከኣህለኩም ይኽእል ማለት እዩ እዚ ግን ኣነ ባዕሪተይ ኮፍ ኢላ ስለ ዘስርሖ እዩ ንስኸ ደኣ ኮይንክ በልኒ ካባየይ ዝበልፅ ኣቦዋይ እንሄኒ ማለት እዩ ካልእ ይስቕራ በቃ ብጉልበት ብገንዘብ ዋላ ይሓግዝኒ ብጉልበቶም በቃ ካብቲ ገንዘብ ላዕሊ ብግ- ብጉልበቶም ሓዚ ሓሲኩሞ ናይ ማይ መስተይ እንዴል ኢኹም ትኸፍሉ ካልኣይ ነገር ከዓ ንኣቑሑት ኮፍ ኢሉ ክሕልወልኩም ከሎ ኣቕሓ ተኸራኺሩ ክገዘልኩም ከሎ እዚ ካብ ገንዘብ ብላዕሊ እዩ ማለት እዩ እምበር ንሰብ ኣስርሐለይ ተዝብል ገንዘብ ትሰዱ ተወዲኡ ዘምፂእ ገንዘብ ትሰዱ ተወዲኡ ዘምፂእ ክንደይ ነገር ይርኢ ኣለኹ እየ ኣነ እና ብቻ ደቂ ዓበይቲ ወይ ማዕረይ ባዕልትኹም ተስሪሕምዎ እስካዕ ክንድዚ ክኣኽለኩም እዩ ብሰብ ንድሕር ተስርሕዎ ግን ካብ ላዕሊ ክውደኩም ይኽእል ማለት እዩ ክብራት ኣሕዋተይ እና ናይ ሎማዓንቲ ቪድዮ ከምዚኣ ትመስል ነይራ ኣብቲ ቦታ ተዝህሉ ነይራ ብቪድዮ እናቐዳሕኹ ባዕለይተይ ሓንቲ ብሓንቲ እዚኣ እዚኣ እዚኣ እዚኣ ኢለ ካሪአኩም ነይራ ሓዚ ግን ብከምዚ ብቪድዮ እየ ዘር ማለት ከምዚ ያኒ ብንሽተን ቀሪፀ እየ ዘርእየኩም ዘለኹ እቲ ቦታ ግን ብደንብ ኣይረኣን ዘሎ ግን እቲ ዝነግረኩም ዘለኹ ኣቕሓ ንሱ ባዕሊቱ እዩ ግን ኣነ ክንዲዚ ወዲኤ ክብለኩም ከለኹ እስኻትኩም ካብኡ ላዕሊ ካብኡ ታሕቲ ትኾኑ ክትኽእሉ ሕዚ ስሚንቶ ኣነ በቲ ሕሳር ብሽሕን ሰለስተን እየ ስሪሐዮ ሕዚ እንድሕር ተስርሕዎ ሽሕ ሓሙሽተ ሽሕን ሸሞንተን እዩ ሕሰቡ ካብ ሓንቲ ኮንታል እ፣ ለውጢ እኒሀዎ እዩ ካብኡ ከዓ ኣነ ሑፃ ብዕስራን ገለን እየ ገዝኡ ሕዚ ሓምሳ ሽሕ እኒኦ ለውጢ እኒሀዎ እዩ ብጣዕሚ መፈላለይስ እኒሀዎ ሰራሕተኛ እውን ደሓን እዩ ነይሩ ሕዚ ሰራሕተኛ ናኸብረ እዩ ዝኸይድ እና ዝሮ ዝሮ ከምዚ ይመስል ማለት እዩ ክብራት ኣሕዋተይ እስካዕ ቪድዮ ፍፃሙ ንዝተኸታተልኩምኒ ከዓ ካብ ልቢ እናመስገንኩ እየ ላይክ ሸር ሰብስክራይብ ምግባር ደሞ ኣይትረስዑ ብጣዕሚ እየ ዝፈትወኩምን ዘኸብረኩምን ሰሰናዩ